በል ዕስራን ሸሞንተን ሰነ ሽሕን ትሽዓተ ሚእትን ዓሰርተ ኣርባዕተን ንጉስ ኣውስትርያ ሃንጋሪ ኣርዲት ፍራንስ ፈርዲናንድ ምስ በዓልቲ ቤቱ ሶፊ ኣብ ርእሲ ከተማ ቦስንያ ሰርጅቮ ብመኪና እናተጓዕዙ እንከለዉ ወዲ ዓሰርተ ትሽዓተ ዓመት ሰርብያዊ ገብርሎ ፕሪንስ ብሽጉጥ ተኲሱ ስለ ዝቐተሎም ንምሉእ ዓለም ዘናወጾ ኲናት ተወልዐ። እቲ ኲናት ንኣርባዕተ ዓመት ዝቐጸለን ኣስታት ዓሰርተ ሸውዓተ ሚልዮን ህይወት ዘህለቐን ኮይኑ ኣብዚ ሕጂ እዋን ከኣ ቀዳማይ ኩነት ዓለም ተባሂሉ ይጽዋዕ። ግና ከምቲ ታሪኽ ዝገልጾ ናይ ብሓቂ ቀዳማይ ኩነት ዓለም ብሰንኪ ቅትለት ንጉስ ፍራንስ ፈርዲናንን በዓልቲ ቤቱ ሶፍን እዩ ጀሚሩ። መዛግብ ታሪኽ ቀዳማይ ኩነት ዓለም ንክጅምር ዝተሃፉ ኣርባዕተ ቀንዲ ጠንቅታት እዮም ዝገልጹ። ንሳቶም ከኣ ቀዳማይ ሃገራውነት ኣብ መበል ዓሰርተ ትሽዓተ ክፍለ ዘመን ማለት ካብ ሽሕን ሸሞንተ ሚእትን ሓደን ክሳብ ሽሕን ትሽዓተ ሚእትን ዓመተ ምህረት ሃገራውነት ዳርጋ ኣብ ምሉእ ኤውሮጳ ከስፋሕፍሕ እዩ ተራእዩ። ንኣብነት እዛ ሎሚ ከም ሓንቲ ሃገር እንፈልጣ ጀርመን ቅድሚ ሽሕን ሸሞንተ ሚእትን ሰብዓን ሓደን ኣብ ሰላሳን ትሽዓተን ብነገስታት ዝመሓደራ ንኣሽቱ ሃገራት እያ ተማቓቒላ ዝነበረት። ነፍሲ ወከፍ ሃገር ከኣ ናይ ገዛእ ርእሳ ሕግን ወተሃደራትን እዮም ዝነበርዋ። ግና እዘን ሃገራት ኩላተን ሓደ ዓይነት ባህልን ተመሳሳሊ ቋንቋን ይዛረባ ብምንባረን ኣብ ሽሕን ሸሞንተ ሚእትን ሰብዓን ሃደን፣ ብሓገዝ ኣብቲ እዋን እታ ሓንቲ ካብዘን ሰላሳን ትሽዓተን ንኣሽቱ ሃገራት ዝሓየለት ፕርሽያ እትበሃል ብንጉስ ዊልያም ቀዳማይን ፕረዚደንት ኦቶ ፎን ቢስማርክን እትመሓደር ዝነበረት ንእሽተይ ሃገር ብሓደ ብምሕባር እዛ ሕጂ ጀርመን ተባሂላ እትጽዋዕ ሃገር እየን ኣቚመን። ጀርመን ከም ሃገር ድሕሪ ምቛማ፣ ጀርመናውያን ብሕብረቶም ብምሕባን ኣብቲ እዋን እታ ሓያላት ንዝነበራ ሃገራት ኤውሮጳ ማለት ንእንግሊዝን ፈረንሳን ሓይሎም ንምርኣይ ወተሃደራትን ሓይሊ ባሕሪ ናብ ምምልማል እዮም ተጸሚዶም። ኣብቲ እዋን ተካእዮ ሃገራውነት ማለት ሃገረይ ካብ ካልኦት ሃገራት ዝሓሸትን ዝሓየለትን እያ ዝብል ስምዒታት ክርእ ዝጀመረ። እዚ ሓቢርካ ከም ሃገር ምቛምን ሓይልኻ ንምርኣይ ካልኦት ሃገራት ምውራርን ከኣ ኣብ መንጎ እዘን ዓበይቲ ሃገራት ምትፍናን ብምፍጣር ናብ ኲናት ንኸምርሓ ከም ዝደረኸን እዩ ዝዝንቶ። ካልኣይ፣ ወተሃደራውነት። ኣብቲ እዋንቲ እዘን ሓያላት ዝነበራ ሃገራት ኤውሮጳ፣ ማለት ጀርመን፣ እንግሊዝ፣ ፈረንሳ፣ ሩስያ፣ ጥልያን፣ ኣውስትርያ ሃንጋሪ፣ ካብ ሽሕን ሸሞንተ ሚእትን ሰብዓን ክሳብ ሽሕን ትሽዓተ ሚእትን ዓሰርተ ኣርባዕተን ንዶባተን ንምክልኻልን ሓይለን ንምርኣይን ንኻልኦት ሃገራት ንምውራርን ዘይተኣደነ ገንዘብ ኣብ ሰራዊተን ብምስላዕ ወተሃደራዊ ዓቕመን ከሕይላ እየን ተራእየን። ንኣብነት ጀርመን እንተድኣ ወሲድና ኣብቲ እዋን እቲ ልዕሊ ክልተ ሚልዮን ዝኹኑ ሰራዊት እያ ሃኒጻ። እዚ ጥራይ ዘይኮነ ነታ ብሓይሊ ባሕሪ ኣዝያ ሓያል ዝነበረት ብሪጣንያ ንምውድዳር እውን ሓይሊ ባሕራ ከተሐይልን ከተዕብን እያ ተራእያ። እዘን ሓያላት ሃገራት ኩላተን ሰራዊተን የሰልጥና ብምንባረን እንተድኣ ሓንቲ ሃገር ኲናት ጀሚራ ንሕና እውን ክንገጥም ኢና ብምባል ኣብ ምድላው እየን ከኣ ዝነበራ። ሳልሳይ። መግዛእቲ። ኣብ መወዳእታ ሸሕ ሸሞንተ ሚእትን ዓመተ ምህረት፣ እንግሊዝን ፈረንሳን ሓይለን ብምጥቃም ኣብ ኤስያን ኣፍሪቃን ንብዙሓት ሃገራት ብምግዛእ ባህርያዊ ሃብቲ እንዳማተን ይጉሕጓሓ'የን ዝነበራ። ጀርመን'ውን ከም ሃገር ድሕሪ ምቛማ ከም እንግሊዝን ፈረንሳን ኣብ ኣፍሪቃን ኤስያን ግዝኣታ ከተስፋሕፍሕ ተራእያ። ከም ውጽኢቱ ድማ ኣብ ኣፍሪቃ ንካሜሮን፣ ቶጎ፣ ናሚብያ፣ ኣብቲ እዋን'ቲ ብኢስት ኣፍሪቃ ንዝፍለጣ ዝነበራ፣ ኣብዚ ሕጂ እዋን ብታንዛንያ፣ ርዋንዳ፣ ብሩንዲ ንዝፍለጣ ሃገራት ምብራቕ ክትገዝኣን እንከላ፣ ኣብ ደቡባዊ ሸነኽ ሰላማዊ ውቅያኖስ እውን ንከም በዓል ደሴት ማሪና፣ ካሮሊነ፣ ማርሻል ብምግዛእ ምስዘን ሓያላት ሃገራት ኣብ ውድድር እያ ተጸሚዳ። እዚ ከኣ ኣብ መንጎ እዘን ሓያላት ሃገራት ውድድርን ፍሕፍሕን ክፈጥር እዩ ተራእዩ። እቲ ራብዓይ ጠንቂ ኣብ ንሕንሕደን ዝኣትውኦ ዝነበራ ኪዳን ከም ዝኾነ እዩ ዝግለጽ። እዘን ሃገራት ብሰንኪ'ቲ ዘካይድኦ ዝነበራ ንጥፈታት ኣብ መንጎኣን ዝተፈጥረ ወጥሪ ይውስኽ ስለ ዝነበረ ኣብ ንሕድሕደን እንድሕር ሓንቲ ሃገር ንዓይ ከተጥቅዓኒ መጺኣ ንስኺ ከኣ ትሕግዝኒ እንዳበላ ኪዳን ብምትእትታው ምሓዘዋ'የን ጀሚረን። ንኣብነት ኣብ ሸሕን ሸሞንተን ሰማንያን ክልተን ጀርመን፣ ኣውስትርያ-ሃንጋሪ፣ ጥልያን ካብ ሰለስቲኤን ንሓንቲ፣ ካብ ካልእ ሃገር መጥቃዕቲ እንተወሪድዋ ሰለስቲኤን ንኽተሓጋገዛ ኪዳን ብምትእትታው ትሪፕል ኣላይንስ ዝበሃል ጉሩብ እየን ፈጢረን። ግና ቀዳማይ ኩናት ዓለም ምስ ተወልዐ ጥልያን ኣሻርያ ካብዘን ጉሩብ ስለ ዝወጸት ኦቶማን ኢምፓየር'ያ ተጸንቢራተን። ጀርመን፣ ኣውስትርያ ሃንጋሪ፣ ኦቶማን ኢምፓየር ሓቢረን ብምስምማዕ ከኣ ዘ ሰንትራል ፓወር ዝብል ጉሩብ እየን ኣቚመን። ነዚ ዝተዓዘባ እንግሊዝ፣ ፈረንሳ፣ ሩስያ እውን ኣብ ሽሕን ትሽዓተ ሚእትን ሸውዓተን ሓቢረን ኪዳን ብምትእትታው ትሪፕል ኢንተተ ዝብል ሓይሊ እየን ኣቚመን። ነዘን ቁሩብ ጸኒሐን ኤሜሪካ፣ ጃፓን ካልኦት ሃገራት ምስ ተጸንበርኦም ከኣ ሓቢረን ብምስምማዕ ዘ ኣላይድ ፓወር ተባሂሉ ዝጽዋዕ ጉሩብ እየን ኣቚመን። ግና ነዚ ኣብ መንጎ እዘን ሓያላት ሃገራት ፍኽም ዝብል ዝነበረ ፍሕፍሕ ነዳዲ ብምውሳኽ ቀዳማይ ኲናት ዓለም ከም ዝጅምር ዝገበረ፣ ቅትለት ንጉስ ኣውስትርያ ሃንጋሪ ኣርዲዩክ ፍራንዝ ፈርዲናንን በዓልቲ ቤቱ ሶፍርን ዝነበረ፣ ኣብቲ እዋን እታ ኣውስትርያ-ሃንጋሪ ብንጉስ ፍራንስ ጆሰፍ እያ ትመሓደር ዝነበረት። ንጉስ ፍራንስ ጆሰፍ ወዱ ኣብ ሽሕን ሸሞንተ ሚእትን ሰማንያን ትሽዓተን ስለ ዝሞተን፣ ዝተረፋ ሰለስተ ደቁ'ውን ኣዋልድ ብምንባረንን፣ ስልጣኑ ንወዲ ሓዉ ኣርድዩክ ፍራንስ ፈርዲናን እዩ ኣውሪስዎ። በዚ መሰረት ከኣ ፍራንስ ፈርዲናን ንጉስ ኣውስትርያ-ሃንጋሪ ኮነ። ኣብ ሽሕን ትሽዓተ ሚእትን ዓሰርተ ኣርባዕተን፣ ንጉስ ፍራንስ ፈርዲናን ናብ ርእሲ ከተማ ቦስንያ ሰርጅቡ ዑደት ንኽገብር ኣብ ዝመደበሉ፣ ሰበ-ስልጣን ሰርብያ ንቦስንያ ንኸይመጽእ ዋላ'ኳ እንተ ኣጠንቀቑዎ፣ ንሱ ግን ንመጠንቀቕቶም ብምንጻግ ምስ በዓልቲ ቤቱ ሶፊ ናብ ርእሲ ከተማ ቦስንያ ሰርጅቮ ዑደት ምግባር እዩ ኣምሪሑ። ኣብቲ እዋንቲ ቦስንያን ሀርዘጎቪናን ኣብ ትሕቲ ግዝኣት ኣውስትሪያ ሃንጋሪ ብምዃን እየን ዝመሓደራ ዝነበራ። እቶም ኣብዘን ሃገራት ዝቕመጡ ዝነበሩ ስላቪክ ዝዓሌቶም ህዝቢ ካብ ግዝኣት ኣውስትሪያ ሃንጋሪ ናጻ ክኾኑ ይደልዩ ስለ ዝነበሩ መንእሰያት ቦስንያ ብሰርቢያ ተሓጊዞም ዘ ብላክ ሃንድ ዝብል ምስጢራዊ ውድብ ብምምስራት ኣንጻር ኣውስትሪያ ሃንጋሪ ተቓዋሚ ምንቅስቓስ እዮም ጀሚሮም። እዚ ውድብ ኣብ ቦስንያ ብዝሰወ ልግናኻ ዜግነቶም ሰርብያውያን ብዝኾኑ ተቓለስቲ ዝቖመ ኮይኑ፣ ሓደ ካብዚኣቶም ሰርብያዊ ጋቭሪሎ ፕሪንሲቭ እዩ ዝነበረ። ዕላማ እዚ ውድብ ንቦስንያን ሀርዞገቪናን ካብ ኣውስትርያ-ሃንጋሪ ናጻ ምግባር ጥራይ ዘይኮነ፣ ነቶም ኣብ ሰርብያ፣ ቦስንያ፣ ሀርዞገቪናን ካልኦት ሃገራትን ዝቕመጡ ስላቪክ ዝዓሌቶም ህዝቢ ብምጥርናፍ፣ ዩጎስላቪያ እትበሃል ሓንቲ ዓባይ ሃገር ክቆም እዩ ከኣ ዝነበረ። ኣብ ከምዚ ኩመት ከኣ እዩ ንጉስ ፍራንስ ፈርዲናንድ ምስ በዓልቲ ቤቱ ሶፊ ናብ ርእሲ ከተማ ቦስንያ ሶርጅቮ ዑደት ንክገብር ዝነቐለ። ግና ኣብዚ ከተማ ንዕኡ ንምቕጻል ሽዱሽተ ተቓለስቲ መደብ ብምውጻእ እዮም ዝጽበይዎ ዝነበሩ። ንጉስ ፍራንስ ፈርዲናንድ ከም ውጥኑ ብዕለት ዕስራን ሸሞንተን ሰነ ሽሕን ትሽዓተ ሚእትን ዓሰርተ ኣርባዕተን ብትሬን ገይሩ ኣብ ርእሲ ከተማ ቦስንያ ሰርጅቮ በጸሐ። ንግሆ ከባቢ ሰዓት ዓሰርተ ናብቲ ከንቲባ እታ ዓዲ ናይ እንቋዕ ደሓን መጻኺ መቐበሊ ገይሩሉ ዝነበረ ኣደራሽ ገጾም እናተጓዕዙ እንከለዉ፣ ካፕሮኖቪክ ዝተባህለ ሓደ ካብዞም ሽዱሽተ ተቓለስቲ ናብታ ዝጓዓዙላ ዝነበሩ ከፈት መንኪና ቦምባ ደርበየ። ግና ብዕድል እዛ ቦምባ ኣብ ትሕቲ እታ ነቲ ንጉስ ዓጂባ እትኸይድ ዝነበረት መኪና ብምውዳቕ ተፈንጀረት። በዚ ኣጋጣሚ ዕስራ ሰባት ክቖስሉ እንከለዉ፣ ንጉስ ፍራንስ ፈርዲናንድ ግና ምስ በዓልቲ ቤቱ ብህይወት ኣምሊጡ ናብቲ መቐበሊ ተገይሩሎም ዝነበረ ኣደራሽ በጽሐ። እቲ ከንቲባ እታ ከተማ ከኣ ኣጋይሹ ተቐበለ። ንጉስ ፍራንስ ፈርዲናንድ በቲ ዘጋጠመ ፍጻመ ኣዝዩ ስለ ዝሓረቐ ነቲ ከንቲባ ንሕና ክንበጽሓኩም እንተ መጻእናስ ብቦምባ እምበኣር ተቐቢልኩምና በሎ። ድሕርዚ ድሕሪ ፍርቂ ሰዓት ኣቢሉ ማለት ከባቢ ሰዓት ዓሰርተ ፈረቓን ነቶም በቲ ኣጋጣሚ ዝቖሰሉ ወተሃደራት ንምብጻሕ ናብቲ ዝሕከሙሉ ዝነበሩ ሕክምና ኣምረሐ። ቅሩብ ድሕሪ ምግዓዝ ከባቢ ሰዓት ዓሰርተ ሓደ ኣቢሉ ተሳፊሩዋ ዝነበረ መኪና ኣጋጣሚ ጌጋ ኣንጎሎ ተጠውዮት። እታ መኪና ናብቲ ቅኑዕ መንገዲ ንምምላስ ንድሕሪት እንዳተጠውዮት እንከላ፣ ወዲ ዓሰርተ ትሽዓተ ዓመት ጋብሪሎ ፕሪንስ ብሽጉጥ ገይሩ ተኲሱ ንንጉስ ፍራንስ ፈርዲናንድ ምስ በዓልቲ ቤቱ ሶፊ ቀተሎም። ጋብሪሎ ፕሪንስ ሽዑ ንሽዑ ተታሒዙ ኣብ ቤት ፍርዲ ቀረበ። ዕድሚኡ ዓሰርተ ትሽዓተ ብምንባሩ ማለት ዕስራ ስለ ዘይመልአ ብሕጊ ሰርብያውን ትሕቲ ዕድመ ተባሂሉ ኣሻላሻል ብምግባር ንዕስራ ዓመት ጥራይ ከኣ ተፈርዱ። ንጉስ ፍራንስ ፈርዲናንድ ብሰርብያዊ ጋቭሪሎ ፕሪንስፕ ከም ዝተቐትለ ኣብ ምሉእ ዓለም ዜና ምስ ተዘርግሐ፣ ኣውስትርያ ሃንጋሪ ሕነ ንምፍዳይ ኲናት ክትጅምር ስለ ዝደለየት፣ መጀመርያ ንጀርመን፣ እንተ ንሕና ኣብ ልዕሊ ሰርብያ ኲናት ኣዊጅና፣ ሩስያ መሓዛ ሰርብያ ስለ ዝዀነት ክትሕግዛ እንተ መጽያ፣ ንስኻትኩም ከ ንዓና ትሕግዙና ዲኹም? ኢሎም ሓተትዎም። ጀርመን ከኣ ግድን! እንግድኣ ሩስያ ንሰርብያ ሓጊዛታ ንሕና ከኣ ኣብ ጎንኹም ኣለና ኢሎም መልሲ ሃብዎም። ኣውስትርያ-ሃንጋሪ ነዚ ምስ ሰምዑ ንሰርብያ መልእኽቲ ብምስዳድ እንተደኣ ንሕና ብሰላም ክንቅጽል ኮይና እዚ ሰይድናልኩም ዘለና ዓሰርተ ጠለባት ከተማልኡልና ኣለኩም እንተዘይኮይኑ ንሕና ኣብ ልዕሌኹም ኲናት ክንእውጅ ኢና በልዎም። ሰርብያውያን ኣውስትርያ-ሃንጋሪ ንዝሓትዎም ጠለብ ዳርጋ ንብምሉኡ ዋላ እኳ እንተተቐበልዎ ነታ ላዕለዎት ሓለፍቲ ኣውስትርያ-ሃንጋሪ ኣብ ሰርብያ ከይዶም ብዛዕባ ቅትለት ንጉስ ፍራንስ ፈርዲናንድ መርመራ ክገብሩ እትብል ዓስረይቲ ጠለብ ግን ኣበይዎም። ኣውስትርያ ሃንጋሪ ነዚ ምስ ሰምዑ ሓሳብ ልቦም ሰመረሎም። ንሳቶም ሰርብያ ከምኡ ኢላ ክትኣብዮም እሞ ኣብ ልዕሊኣ ኣሕነ ንምፍዳይ ኲናት ክእውጁ እዩ ዝነበረ ዕላምኦም። ሰርብያ ንጠለቦም ምምላእ ምስ ኣበየቶም ከኣ ብቐጥታ ኣብ ልዕሊ ሰርብያ ኲናት ኣወጁ። እዚ ኲናት ምስ ተኣወጀ ሩስያ ብቐጥታ ንሰርብያውያን ንምሕጋዝ ኣብዚ ኲናት ተጸንበረት። ነዚ ዝተዓዘበት ጀርመን እውን ከም ውዕላ ንኣውስትርያ ሃንጋሪ ንምሕጋዝ ናብዚ ኲናት ኣተወት። ፈረንሳን እንግሊዝን እውን ከም ውዕለን ንሩስያን ሰርብያን ንምሕጋዝ ኣብዚ ኩናት ተሰንበራ። ጥልያን መጀመርያ ግሩባ ምስ ጀርመንን ኣውስትርያ ሃንጋርን እዩ ዝነበረ። እዚ ኩናት ምስ ተወለዐ ግና ንሕና ውዕልና እንተደኣ ካብዘን ኣብዚ ግሩብ ዘለና ንሓደና ዝኾነት ሃገር ከተጥቃዓና መጺኣ ብሓባር ኮይንና ንገጥማ እዩ ዝብል። ኣብዚ ግን ኣውስትርያ ሃንጋርን ጀርመንን ሰርብያን ዝወረኣ ዘለዋ ብምባል ካብዚ ግሩብ ብምውጻእ ምስ ትሪፕል እንተተ ዝበሃላ ግሩብ ብምስጢር ኪዳን ብምትእትታው ተጸንበረት። ግና ኦቶማን እምፓየር ምስ ሩስያ ጽልኢ ስለዝነበራ ንኣውስትርያ ሃንጋሪ ንምሕጋዝ ኣብ ጎኒ ጀርመናውያን ተሰለፈት። እቲ ትሪፕል ኣላይንስ ዝብል ንጥልያን፣ ጀርመን፣ ኣውስትርያ ሃንጋሪ ዘጠቓልል ዝነበረ ግሩብ ብምፍራስ ዘሰንትራል ፓወር ዝበሃል ንኦቶማን ኢምፓየር፣ ጀርመን፣ ኣውስትርያ ሃንጋሪ ዘጠቓልል ግሩብ ከኣ ተመስረተ። ኣብ መንጎ እዘን ሰንትራል ፓወርን እተን ትሪፕል እንተተ ዝበሃላ ፈረንሳ፣ እንግሊዝ፣ ሩስያ፣ ሰርቢያ ከኣ ዓቢ ኲናት ተወልዐ። እቲ ኲናት ኣብ ምሉእ ኤሮጳ ብምልባዕ ከኣ ቀዳማይ ኩናት ዓለም ከም ዝጅምር ገበረ። ነዚ ኩናት ጸኒሖም ኤመሪካን ጃፓንን ኣብ ጎኒ እንግሊዝ፣ ፈረንሳ፣ ሩስያ፣ ጥልያን ብምስላፍ እውን ተጸንበርኦ። እተን ትሪፕል እንተተ ዝበሃላ ዝነበራ ጉሩፕ ከኣ ኤመሪካን ጃፓንን ምስ ተጸንበረእን ዘ ኣላይድ ፓወር ዝብል ስም ተጠመቓ። ጀርመናውያን እንተደኣ ኣውስትርያ ሃንጋሪ ንሰርብያ ኣጥቂዓታ፣ ሩስያን ፈረንሳን ክሕግዛኣ ከም ዝመጻ ኣቐዲሞም ፈሊጦም ስለ ዝነበሩ፣ ንሩስያን ፈረንሳን ብኸመይ ከም ዝገጥምዎም፣ ኣቐዲሙ ሓደ ካብ ጀነራላቶም ዘ ሽሊፍን ፕላን ዝብል መደብ ብምውጻእ ተዳልዮም እዮም ዝነበሩ። ዘ ሽሊፍን ፕላን ዝብል ውጥን፣ ሰራዊት ጀርመን ኣብ ሓደ እዋን ኣብ ሓደ ግንባር ጥራይ ብምድሃብ ቅልጡፍ ዝኾነ መጥቃዕቲ ምክያድ እዩ ዝብል ዝነበረ። ስለ ዝኸኣዮም ጀርመናውያን ብመሰረት ውጥኖም፣ ፈረንሳ ንእሽተይ ሃገር ስለ ዝኾነት መጀመርያ ብምዕራብ ንፈረንሳ ብምጥቃዕ ንፓሪስ ርእሲ ከተማ ፈረንሳ ክቆጻጸርዋ ብድሕሪ እዚ ብምብራቕ ንሩስያ ከጥቅዕዋ እዩ ዝነበረ። እዚ ኩናት ኣብ ምሉእ ኤውሮጳ ምስ ተላብዐ ጀርመናውያን ንውጥኖም ኣብ ተግባር ንምውዓል እዮም ተመሊሶም። ብመሰረት ውጥኖም ከኣ ብምዕራብ ንፈረንሳ ንምጥቃዕ መጀመርያ ምኒሊክ ከተማ ቤልጁም ብምውራር ብኣዝዮም ዓበይቲ ኣጽዋር ብምጥቃዕ የዕንውዋ። ብምቕጻል እውን ብዕለት ዓሰርተ ሓሙሽተ ሰነ ሽሕን ትሽዓተ ሚእትን ዓሰርተ ኣርባዕተን ንከተማ ላይንስተር ተቛጸጸርዋ። ኣብ ልዕሊ ህዝቢ ቤልጁም ከኣ ከቢድ ግፍዒ ኣውረዱ። ድሕርዚ ፈረንሳን እንግሊዝን፣ ጀርመን፣ ኣብ ልዕሊ ቤልጁማውያን ዘይስነምግባራዊ ግፍዒ ተውርድ ኣላ። ስለዚ ግፍዒ ደው ክብል ኣለዎ ዝብል ፕሮፓጋንዳ ብምጥቃም ኣንጻር ጀርመን ፊተፊት ንምግጣም ኲናት ኣወጁ። ጀርመናውያን ብመሰረት ውጥን ሽሊፈን ፕላን ንቤልጅየም ድሕሪ ምጥቃዕ ናብ ፈረንሳ ሰገሩ። ምስ ፈረንሳውያን ከኣ ኣዝዩ ሓያል ዝኾነ ኲናት ገጠሙ። ንሰራዊት ፈረንሳ ብምጥፋእ ከኣ ዳርጋ ፍርቂ መሬቶም ሓዝዎ። ንፓሪስ ንክቆጻጸሩዋ ብገምጋም ኣስታት ኣርብዓ ኪሎሜተር ኣቢሉ ጥራይ ምስ ተረፎም ግና፣ ሰራዊት ፈረንሳ ብእንግሊዛውያን ተሓጊዞም ንጀርመናውያን ኣብ ሩባ ማሪነ ብምግጣም ደው ኣብልዎም። ሰራዊት ፈረንሳ እንደገና መጥቃዕቲ ብምቕጻል፣ ንጀርመናውያን ካብ ሩባ ማሪነ ብምጥፋእ፣ ኣስታት ስሳን ሓሙሽተን ኪሎ ሜተር ዝኸውን ድሕሪት ብምስፋሕ ንውሽጢ ፈረንሳ ንከይቕጽሉ ደው ኣበልዎም። ጀርመናውያን፣ ዋላ'ኳ ንፓሪስ ቀልጢፍካ ናይ ምሓዝ ተስፋኦም እንተማህመነ፣ ንሰራዊት ፈረንሳን እንግሊዝን ንምፍንጣስ ግና ብዙሕ ተቓለሱ። እንተኾነ ግን፣ ሰራዊት ጀርመን ንክፍንጥሱ፣ ሰራዊት ፈረንሳን እንግሊዝን ንክዓግቱ እናተኸባኸቡ ኖርስ ይበጽሑ። ክደሃኽኡ ስለዘይከኣሉ ከኣ፣ ካብ ኖርሲ ክሳብ ደቡብ ስዊዘርላንድ ኣስታት ሰለስተ ሚእቲ ኪሎ ሜተር ኣቢሉ ዝኸውን ድፋዕ ብምዃዕ ተዓረዱ። እዚ ንሰለስተ ዓመትን ፈረቓን ዝቐጸለ ድፋዓዊ ኲናት ማለት ትረንች ዋርፌር ከኣ መለለይ ቀዳማይ ኲናት ዓለም ኮነ። ኣብዚ ድፋዓዊ ኲናት ማለት ትረንች ዋርፌር ኣብ ውሽጢ ሰለስተ ዓመት ህይወት ብዙሓት ዝቐዘፉ ብዙሓት ዓወትታት ውግእ ተኻይዶም እዮም። ሓደ ካብዚኣቶም ባትል ኦፍ ቨርዶም እዩ። እዚ ካብ ለካቲት ክሳብ ታሕሳስ 1916ን ንኣስታት ሸሞንተ ወርሒ ኣቢሉ ዝቐጸለ ኲናት ቨርዶም ካብ ክልቲኦም ወገናት ኣስታት ሓደ ሚልዮን ዝኾኑ ወተሃደራት ከም ዝሞቱ እዩ ዝንገር። ኣብዚ ምዕራባዊ ግንባር ዋላ እኳ ጽዕጹዕ ኲናት እንተተኻየደ ግና ናይ ክልቲኦም ወገናት ሰራዊት ክደኻኽቡ ኣይከኣሉን። ሰራዊት ክልቲኤን ሃገራት ኣኣብ ድፍዖም ብምዕራድ ከኣ ተፋጢጦም ደው በሉ። ግና ላዕለዎት ሓለፍቲ ፈረንሳን እንግሊዝን ዓወት ይደልዩ ስለዝነበሩ ኣብቲ እዋን እቲ ኣባል ሰንትራል ፓወር ንዝነበረት ኦቶማን ኢምፓየር ንምጥቃሕ ውጥን ኣውፅኡ። ውጥኖም ከዓ ነቲ ኣጌነንሲን ሲ ኦፍ ማርማራን ዘራኽብ መፃብቦ ዳርዳነልስ ተባሂሉ ዝፅዋዕ ብምጥቃዕ ነቲ ኣባል ግሩፕም ዝኾነት ሩስያ ብባሕሪ ሓገዝ ንምሕጋዝ መንገዲ ክኸፍቱላ እዩ ዝነበረ። ብሪጣንያ ኣብቲ ግዜ እቲ ሓያላት ዝኾኑ ሓይሊ ባሕሪ ትውንን ስለዝነበረት ምስ ሓይሊ ባሕሪ ፈረንሳ ሓቢሮም በቲ ኣብቲ እዋን እቲ ላዕለዋይ ሓላፊ ወተሃደራት ሓይሊ ባሕሪ ብሪጣንያ ዝነበረ ዊንስተን ቸርችል ተመሪሖም ጋሊፖሊ ካምፔን ተባሂሉ ዝጽዋዕ ስርሒት ኣብ ልዕሊ ኦቶማን ኢምፓየር ኣካየዱ። እንተኾነ ግን እዞም ኣላይድ ፓወር ኣብ ልዕሊ ኦቶማን ኢምፓየር ክዕወቱ ይከኣሉ። እተን ኣላይድ ፓወር ኣብቲ ኲናት ብጠቕላላ ኣሰት 250 ሽሕ ዝኾኑ ዝሞቱን ዝቆሰሉን ወተሃደራተን ብምኽሳር ዝተረፉ ወተሃደራተን ሒዘን ከዓ ንድሕሪት ተመልሳ። ጥልያን ከምቲ ኣብ መጀመርታ ዝገለጽክዎ መጀመርያ ምስ ጀርመንን ኣውስትሪያ ሃንጋርን እኳ ጉርባ እንተነበረ ቀዳማይ ኲናት ዓለም ዝተጀመረ ግን ንሩስይ ምስ ኣላይት ፓወር ውዕል ብምእታው እያ ወጊና። ኣብዚ ቀዳማይ ኲናት ዓለም ንኣላይት ፓወር ንምሕጋዝ ከኣ፣ ኣንጻር እታ ኣባት ሰንትራል ፓወር ዝኾነት ኣውስትርያ-ሃንጋሪ ኣብ ሩባ ኢሶንዞ ኲናት ገጠሙ። ኣብዚ ግንባር ድሕሪ ተደጋጋሚ ኲናት፣ ኣብቲ መጀመርያ ኣውስትርያ-ሃንጋሪ ብጀርመናውያን ተሓጊዞም ንኢጣልያውያን ደፍኡዎም። ኢጣልያውያን ከኣ ኣዝዮም ተዳኸሙ። ነዚ ዝተዓዘቡ ኣላይት ፓወር፣ እንግሊዝ፣ ፈረንሳ፣ ኤመሪካ፣ ሰራዊተን ብምዛን ንጣልያን ሓገዛ። ኣብ መወዳእታ ከኣ ጥልያን ብሓገዝ እዘን ኣላይድ ፓወር ንኣውስትርያ-ሃንጋሪ ጸፊዓ ካብ ቦትኣ ብምውጻእ ሰዓረታ። ኣላይድ ፓወር ኣብ ልዕሊ ኣውስትርያ-ሃንጋሪ ከኣ ተዓወቱ። ብሻን ትሽዓተ ዓሰርተ ኣርባዕተ ቀዳማይ ኩናት ዓለም ምስ ተጀመረ፣ ሩሳውያን ብምዕራባዊ ሸነኾም ንጀርመን ኩናት ብምኽፋት ንጀርመን ጋምቢንን ኢንስተብሩክን ዝበሃላ ከተማታት እኳ እንተሓዙላ፣ ጀርመናውያን ከይተደናጎዩ፣ ብዕለት ዕስራን ሰለስተን ሰነ ሽሕን ትሽዓተ ሚእትን ዓሰርተ ኣርባዕተን ብኣውስትርያ-ሃንጋሪ ተሓጊዞም ኣብ ኲናት ታንበርግ ምስ ሩስያ ብምግጣም ንሩሳውያን ሰዓርዎም። ሩሳውያን ካብ ሽሕን ትሽዓተ ሚእትን ዓሰርተ ኣርባዕተን ክሳብ ሽሕን ትሽዓተ ሚእትን ዓሰርተ ሽዱሽተን ንጀርመናውያን ንምድፋእ ብተደጋጋሚ ኲናት እኳ እንተገጠሙ ግና ምድፋእ ሰኣንዎም። እዚ ጥራይ ከይኣክል ኣብ ውሽጢ እታ ሃገር ዘይምርድዳእ ስለ ዝተፈጥረን ብቑጠባ'ውን ኣዝዮም ስለ ዝተዳኸሙ ወተሃደራቶም በብቕሩብ የዝልቑ እዮም ዝነበሩ። እዚ ኩነታት እንዳኸፍኣ ኣብ ዝኸደሉ ከኣ ብዕለት ዕስራን ሓሙሽተን ጥቅምቲ ሽሕን ትሽዓተ ሚእትን ዓሰርተ ሸውዓተን ኣብ ውሽጦም ተቓውሞ ብምክያድ ነቲ ኣብቲ እዋን'ቲ ከም ንጉስ ኰይኑ ዝመርሕ ዝነበረ ንጉስ ጻር ኒኮላስ ካልኣይ ቆንጸልዎ። ሓይሊ ስልጣን ሩስያ ኸኣ ኣብ ኢድ ቪላድሚር ለኒን ወደቐ። ቪላድሚር ለኒን መራሒ ሩስያ ምስ ኰነ፣ ንሕና ምስ ጀርመን ኲናት ኣቋሪጽናዮ ኣለና ኢሉ ብወግዒ ኣወጀ። ምስ ጀርመናውያን ብምዝታይ ከኣ ትሪቲ ኦፍ ብረስት ሊቶቭስክ ዝብል ውዕል ብምፍርራምን ገለ ክፋል መሬት ሩስያ ንጀርመናውያን ብምሃብን ሩስያ ካብዚ ኲናት ብወግዒ ወጸት። ቀዳማይ ኲናት ዓለም ኣብ ኤውሮጳን ኤሽያን ጥራይ ዘይኰነ እንተላይ ኣብ ኣፍሪቃ'ዩ ተኻይዱ። እዘን ኣላይድ ፓወር ብፍላይ ኢንግሊዝን ፈረሳን ጀርመናውያን ንምድኻም ጀርመን ኣብ ኣፍሪቃ ትገዝእን ዝነበረት ሃገራት ካሜሮን ቶጎ ናሚብያ ኢስት ኣፍሪቃ ኣብዚ ሕጂ እዋን ብታንዛንያ ሩዋንዳ ብሩንድን ዝፍለጣ ሃገራት ንክድግፋ እየን ወሲነን። ከም ውሳነኣን ድማ ምስ ጀርመናውያን ኣብ ኣፍሪቃ ኩናት ገጠማ። ወተሃደራት ኢንግሊዝን ፈረሳን ነቶም ኣብ ካሜሩን ቶጎ ናሚብያ ዓሪዶም ዝነበሩ ወተሃደራት ጀርመን ብምስዓር ነዘን ሃገራት ክቆጻጸሩወን ከለዉ፣ ነቶም ኣብ ኢስት ኣፍሪቃ ማለት ታንዛንያ፣ ሩዋንዳ፣ ብሩንዲ ብጀነራል ፓውል ፖንሊ ቶፍ ፎርቤክ ዝምርሑ ዝነበሩ ወተሃደራት ጀርመን ግና ክስዕርዎም ኣይከኣሉን። እዚ ጀነራል ንኣፍሪቃውያን ብምዕጣቕ ኣብ ኲናት ጉሪላ ንእንግሊዝን ፈረሳን እዩ ስዒርዎም። ኣጥቂዕካ ምዝላቕ ዝዓይነቱ ቅዲ ኲናት ብምጥቃም ከኣ ክሳብ ሽሕን ትሽዓተ ሚእትን ዓሰርተ ሸሞንተን ምስ እንግሊዝን ፈረንሳን ኣብ ዝተፈላለዩ እዋናት ኲናት ኣብ ዝገጠመሉ ንቶፎ ክስዕር ክሰዓር ኣይተራእየን። ግን ኣብቲ እዋን እቲ መብዛሕትኦም ሞያዊ ዶባት ኣፍሪቃ እንግሊዝን ፈረሰን ይቀጻጸሮም ስለ ዝነበራ፣ እዚ ጀነራል ዕጥቅን ስንቅን ስለ ዝሓጸሮ፣ ጀርመናውያን እውን ኣብ ኤውሮጳ እናተዳኸሙ ይመጹ ብምንባሮም፣ በለ ብ ዕስራን ሓሙሽተን ሕዳር ሽሕ ትሽዓተ ሚእትን ዓሰርተ ሸሞንተን ምስ ሰራዊቱ ባዕሉ ኢዱ ሃበ። ቀዳማይ ኩናት ዓለም ምስ ተጀመረ፣ ጃፓን ኣብ ጎኒ ኣላይድ ፓወር ብምስላፍ ብዕለት ዕስራን ሰለስተን ነሓሰ ሽሕን ትሽዓተ ሚእትን ዓሰርተ ኣርባዕተን ኣብ ልዕሊ ጀርመን ኲናት ይኣውጃ። ዕላማኣ ኸኣ ነቲ ኣብ ሰላማዊ ውቅያኖስን ምብራቓዊ ኤስያን ግዝኣት ጀርመን ንዝኾነ መሬት ምሓዝ እዩ ዝነበረ። ሓይሊ ባሕሪ ጃፓን ከም ውጥኖም ምስ ጀርመን ድሕሪ ዘካይድዎ ኣስታት ሰለስተ ወርሒ ዝኸውን ኲናት ንጀርመናውያን ብምጽፋዕ ነተን ኣብ ደቡባዊ ሸነኽ ሰላማዊ ውቅያኖስ ዝርከባ ጀርመን ሒዛተን ዝነበረት ዴሳታት ማሪና፣ ካሮሊነ፣ ማርሻል ተቖጻጸሩወን። ጃፓናውያን ብተወሳኺ ምስ ሓይሊ ባሕሪ እንግሊዝ ብምትሕብባር ነታ ብጀርመናውያን ትግዛእ ዝነበረት ሓንቲ ካብ ከተማታት ቻይና ዝኾነት ኣብ ምብራቓዊ ቻይና እትርከብ ሲንግታው እትበሃል ከተማ ቻይና እውን ተቖጻጸሩዋ። እዚ ጥራይ ዘይኮነ ሓይሊ ባሕሪ ጃፓን ንኣላይድ ፓወር ኣብ ሰላማዊ ውቅያኖስ ብዙሕ ሓገዝዎም። ጃፓን ብሓፈሻ ኣብ ቀዳማይ ኲናት ዓለም ብዘበርከተቶ ኣበርክቶ ከኣ ሓንቲ ሓያል ሃገር ከም ዝኾነት እውን ክትፍልጥ ከኣሉ። ቀዳማይ ኩናት ዓለም ኣብ ገጻት ምድሪ ጥራይ ዘይኮነ ኣብ ልዕሊ ማያዊ ክፋላት እውን ተኸይዱ እዩ። ኣብቲ እዋን እቲ ኣብ ዓለም ዝሓየሉ ሓይሊ ባሕሪ እንተድኣ ነይሮም ሓይሊ ባሕሪ እንግሊዝ እዮም። ነዚ ዝተዓዘቡ ጀርመናውያን እውን ደሓን ዝኾነ ሓይሊ ባሕሪ ብምህናፆም ተዳልዮም ዝነበሩ። ቀዳማይ ኩናት ዓለም ምስ ተጀመረ እንግሊዝ፣ ጀርመን ብባሕሪ እተካይዶ ንዝነበረት ንግዲ ንምዕፃው ብባሕሪ ናብ ጀርመን ዘእቱ መንገድታት ይዓፅኣቶ። ሓይሊ ባሕሪ ጀርመን ነዚ መንገዲ ንምኽፋት ከዓ ብተደጋጋሚ ምስ ሓይሊ ባሕሪ እንግሊዝ ኩናት ገጠሙ። ባትል ኦፍ ዶገር ባንክ፣ ባትል ኦፍ ጁትላንድ ገለ ካብቲ ኣብቲ እዋን እቲ ኣብ መንጎ እንግሊዝን ጀርመንን ኣብ ባሕሪ ዝተኻየዱ ውግኣት እዮም። ግና ጀርመን ኣብዚ ኩናት ኣብ ልዕሊ እንግሊዝ ክትዕወት ኣይከኣለትን። ካብዚ ተበጊሳ ከኣ ጀርመን ንኲናት ኢላ ኣዳልያተን ዝነበረት ሳብማሪናት ማለት ብትሕቲ ማይ ዝኸዳ መራኽባ ንኲናት ብምውፋር ኣንሪስትሪክትድ ሳብማሪን ወርፌር ዝብል ኲናት ዝኣወጀት። እዚ ከኣ ዝኾነት ትኹን ብሞያዊ ክፋላት እትንቀሳቐስ መርከብ ንጸላእትና ትሕግዝ እያ ኢሎም እንተድኣ ጠርጢሮማ ሳብማሪናታ ብምጥቃም ብቐጥታ ምቅጻል እዩ ዝብል ዝነበረ። እዚ ስልቲ እዚ ኣብ መጀመርያ ዋላ እኳ ንጀርመን እንተሓገዛ፣ ጸኒሑ ግን ብሰንኪ እዚ ኣብ ልዕሊ ማያዊ ኣካላት ዝንቀሳቐሳ ዝነበራ መራኽብ እተውርዶ ዝነበረት ዕንወት፣ ነታ ትም ኢላ እትዕዘብ ዝነበረት ኤመሪካ ናብዚ ቀዳማይ ኩናት ዓለም ንክትሳተፍ ደሪኹዋ። ምናቱ ካብተን ጀርመን ንዓዲ እንግሊዝ ንክኣትዋ እተቃጽለን ዝነበረት መራኽብ ገሊኤን ናይ ኤመሪካ መራኽብ እየን ዝነበራ። ኤመሪካ ኣብቲ እዋን እቲ ኣነ ካብ ሃገራት ኤውሮጳ ኣዝየ ርሒቐ እየ ዘለኹ፣ እዚ ኩናት ንዓይ ኣይምልከተንን እዩ ብምባል

ዜጋታት ኤመሪካ እዮም ዝነበሩ። ግና ንኤመሪካውያን ኣብ ቀዳማይ ኩናት ዓለም ብምስታፍ ኣብ ልዕሊ ጀርመናውያን ኩናት ንክእውጁ ቀንዲ ዝደፋፍኦም ኣጋጣሚ እንተደኣ ነይሩ እታ ዚመርማን እትብል ምስጢራዊት ተለግራም ብእንግሊዛውያን ኣቢላ ኣብ ኢድ ኤመሪካውያን ምስ ወደቐት እያ። እንግሊዛውያን ነዛ ዚመርማን እትብል ምስጢራዊት ተለግራም ጠሊፎም ምስ ተርጎምዋ ንኤመሪካውያን እዮም ኣረኪቦሞም። ኣብቲ እዋን እቲ ፕረዚደንት ኤመሪካ ዝነበረ ዊድሮ ዊልሰን ጀርመናውያን ኣንጻር ኤሜሪካ ዘለዎም ውጥን ምስ ፈለጠ ከኣ ኤሜሪካ ምስ ጀርመን ኩናት ከም እትገጥም ብወግዒ ኣወጀ። ጀርመን ከኣ ኤሜሪካውን ንእንግሊዝ ንፈረሳን ንምሕጋዝ ብምዕራባዊ ግንባር ኩናት ንክገጥሙ ናብ ኤውሮፓ ከም ዝመጹ ፈለጡ። ጀርመናውያን ነዚ ምስ ፈለጡ ኤሜሪካውያን ናብዚ ግንባር ከይተጸንበሩ እንከለዉ ተቐላጢፎም ብዕለት 21 መጋቢት 1918 ብምዕራባዊ ግንባር ስፕሪንግ ኦፈንሲቭ ዝብል ስርሒት ንኸካይዱ ውጥን ኣውጽኡ። ዕላማ እዚ ስርሒት ኤመሪካውያን ናብዚ ግንባር ከይተጸንበሩ እንከለዉ፣ ኣዝዩ ሓያል ዝኾነ መጥቃዕቲ ፈንዮም ነቲ ድፋዕ ብምፍራስ፣ ንፓሪስ ርእሲ ከተማ ፍራንስ ምቁጽጻር እዩ ዝነበረ። ከም ውጥኖም'ውን ነዚ ስርሒት ኣብ ተግባር ኣውዓልዎ። ኣብቲ መጀመርያ እዚ ስርሒት እውን ኣዝዩ ዕዉት ኮነ። ጀርመናውያን ነዚ ድፋዕ ብምፍራስ፣ ንወተሃደራት እንግሊዝን ፈረሳን እናጸፍዑ ንውሽጢ ፈረንሳ የእተውዎም። ግና ጸኒሖም እንግሊዝን ፈረንሳን ዘለዎም ዓቕሚ ኣኻኺቦም ንጀርመናውያን ንድሕሪት ብምምላስ ደው ኣበልዎም። ጀርመናውያን ከኣ ብምዕራባዊ ግንባር ክዕወቱ ከም ዘይክእሉ ክበርሃሎም ጀመረ። ብድሕርዚ ኤመሪካውያን እውን ኣብዚ ምዕራባዊ ግንባር ብምጽንባር ምስ ወተሃደራት እንግሊዝን ፈረንሳን ሓቢሮም ንወተሃደራት ጀርመን ንድሕሪት ጸፍዕዎም። ኣብ መወዳእታ ከኣ እዘን ኣላይድ ፓወር ሓቢረን ዘ ሃንድረድ ደይስ ኦፈንሲቭ ዝብል ናይ መወዳእታ መጥቃዕቲ ኣብ ልዕሊ ጀርመን ብምክያድ ንጀርመናውያን ኣዝዮም ኣዳኸምዎም። ጀርመናውያን ኣብ ዝሓጸረ ግዜ ኢዶም ከም ዝህቡ ወይ ንረዳዳእ ከም ዝብሉ ከኣ ንጹር ነበረ። ከምዚ ኢሉ ከኣ ቀዳማይ ኲናት ዓለም ኣብ ምውድኡ እዘን ሰንትራል ፓወር ዝበሃላ ዝነበራ ግሩፕ፣ ኦቶማን ኢምፓየር፣ ኣውስትርያ ሃንጋሪ፣ ጀርመን፣ ናብ ስዕረት ገጸን እየን ኣምሪሐን። ንኣብነት ኦቶማን ኢምፓየር እንተድኣ ወሲድና ምስ ግዜ ኣብ ውሽጦም ብዙሕ ዘይምስምማዕ ስለ ዝተፈጥረን፣

ግና ጀርመናውያን ዋላ እኳ እንተ ተዳኸሙ ኢዶም ምሃብ ኣበዩ። ኣብ መወዳእታ ንሕና ምስ ኣላይድ ፓወር ተራዲና እንተዘይኮይንና ተሳዒርና ኢልና ብምምራኽ ኢድና ኣይንህብና ኢሎም ኣቕበሱ። ግና ኣላይድ ፓወር ብዙሕ ደም ስለ ዝፈሰሰ ነዚ ኩናት ንምክሰም ታክገብራሉ ስለ ዝደለያ ምስ ጀርመናውያን ብምርድዳእ ነዚ ኩናት ክዓጽዎ ወሰና። ብዕለት ዓሰርተ ሓደ ንጎ ሰዓት ዓሰርተ ሓደ ወርሒ ዓሰርተ ሓደ ሽሕን ትሽዓተ ሚእትን ዓሰርተ ሸሞንተን ጀርመንን ኣላይድ ፓወርን ንሕና ካብዚ ዕለትን ሰዓትን ኲናት ኣቋሪጽናዮ ኣለና ዝብል ውዕል ብምትእትታው ከኣ ካብ ዝኾነ ይኹን ወገን ጥይት ዝበሃል ንኸይትኮስ ተፈራረሙ። በዚ መሰረት ከኣ ቀዳማይ ኲናት ዓለም ብወግዒ ሰዓት ዓሰርተ ሓደ፣ ዕለት ዓሰርተ ሓደ፣ ወርሒ ዓሰርተ ሓደ፣ ሽሕን ትሽዓተ ሚእትን ዓሰርተ ሸሞንተን ደው በለ። ጀርመን ጸኒሓ ብዕለት ዕስራን ሸሞንተን ሰነ ሽሕን ትሽዓተ ሚእትን ዓሰርተ ትሽዓተን በዘን ኣላይድ ፓወር ማለት ኣሜሪካ፣ እንግሊዝ፣ ፈረንሳ፣ ጥልያን ተገዲዳ ትሪቲ ኦፍ ቫርሳይልስ ዝብል ናይ ሰላም ውዕል እያ ፈሪማ። እዚ ትሪቲ ኦፍ ቫርሳይልስ ዝተባህለ በዘን ኣላይድ ፓወር ዝተነድፈ ናይ ሰላም ውዕል ከኣ ከምዚ ስዕብ እዩ ዝብል። ቀዳማይ፣ ጀርመን ጠንቂ ቀዳማይ ኩናት ዓለም ከም ዝኾነት ብምእማን ነቲ ብሰንኪ እቲ ኩናት ዝወረደ ዕንወት መጸገኒ ዝኸውን ሚእትን ሰላሳን ክልተን ቢልዮን ጎልድ ማርክ ክትካስ። ካልኣይ፣ ካብ ሚእቲ ሽሕ ዘይበዝሕ ወተሃደራ ጥራይ ክትውንን። ሳልሳይ ዝበዝሑ ሒዛቶም ዝነበረት መሬት ንፈረንሳ፣ ሆላንድ፣ ዴንማርክ፣ ቤልጅም ክትመልሰለን እያ። ሓምሻይ ታንክታት፣ ሳብማሪናት ወይ ሓይሊ ኣየር ንኸይትኩን። እዚ ጥራይ ከይኣክል ምስተን ጸኒሐን ዝተመስረታ ብሊግ ኦፍ ኔሽንስ ዝፍለጣ ኣብ ኤውሮጳ ዝኾነ ዘይምርዳእ እንተደኣ ተፈጢሩ ንኸዓርቃ ዝተመስረታ ሃገራት እውን ኣይትሕወስን እዩ ክንኢለን መጺለና እዚ ከኣን ጀርመናውያን ናብ ስራሕ ኣልቦነትን ድኽነትን ብምሽማም ካልኣይ ኩናት ዓለም ንክጅምር ምድርኻፉ እዩ። መብዛሕትኦም ጀርመናውያን ከኣ ነዚ ፍጻመ እዚ ክርስዑዎ ኣይከኣሉ። ሓደ ካብዚኣቶም እቲ ንካልኣይ ኩናት ዓለም ከም ዝጅምር ዝገበረ ኣዶልፍ ሂትለር እዩ ዝነበረ። ሂትለር ኣብቲ እዋንቲ ኣብ ቀዳማይ ኩናት ዓለም ከም ኩሉ ጀርመናዊ ኣብ ውትድርና ብምክታት ንሃገሩ የገልግል እዩ ዝነበረ። ግና ቀዳማይ ኩናት ዓለም ኣብ ምውድኡ ኣብ ሓደ ኩናት ካብ ኣላይት ፓወር ብሰንኪ ዝወረዶ ናይ ጋዝ መጥቃዕቲ ግዝያዊ ዑረት ዓይኒ ስለዘጋጠሞ ኣብ ወተሃደራዊ ሕክምና ይሕከም እዩ ዝነበረ። ኣብ ሕክምና እንከሎ ጀርመን ብወግዒ ኢዳ ሂባ ዝብል ዜና ምስ ሰምዐ ከኣ ኣዝዩ ሕማቕ ተሰምዖ። ኣብቲ እዋን'ቲ ንሱ ጥራይ ዘይኮነ መብዛሕትኦም ጀርመናውያን እዮም ሕማቕ ተሰሚዕዎም። ምናቱ ቀዳማይ ኲናት ዓለም ኣብ ምውድኡ፣ ብምብራቓዊ ግንባር ንሩስያ ብምድኻም ካብዚ ኲናት ከውጽእዋ እንከለዉ፣ ብምዕራባዊ ግንባር ከኣ ጌና ምስ እንግሊዝን ፈረንሳን ይገጥሙ እዮም ዝነበሩ። ካብዚ ተበጊሶም ከኣ እዮም መብዛሕትኦም ጀርመናውያን ኣብ ኲናት ዘይተሳዓርና፣ ሓለፍትና ኣብ ኩርሲ ኮፍ ኢሎም ነዚ ስምምዕ ብምፍርራም ንሃገርና ሸይጦማ ዝብሉ ዝነበሩ። ሂትለር እውን ጸኒሑ ነዚ ፕሮፓጋንዳ እዚ ተጠቂሙ ንስምዒታት ጀርመን ብምልዕዓል ናብ ስልጣን ድሕሪ ምምጻእ ብዕለት ሓደ መስከረም ሽሕን ትሽዓተ ሚእትን ሰላሳን ትሽዓተን ንህዝቢ ጀርመን ናብ ካልኣይ ኩናት ዓለም ከም ዘምርሑ እዩ ገይርዎም። ዝኸበርኩም ተኸታተልቲ እዚ ብዛዕባ ቀዳማይ ኩናት ዓለም ዘቕረብኩዎ ትሕዝቶ ፈቲኹሞ ክትኮኑ ተስፋ ይገብር። እዚ ትሕዝቶ መሃሪ ኮይኑ እንተድኣ ረኺብኩሞ ላይክ፣ ሸር፣ ሳብስክራይብ ምግባር ኣይትሕመቑ። ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ከኣ ሰላም ስንሑ።